ዝመስሉ እቶም ፖለቲከኛታት እንታይ ይብልዎ ብኣየር ገይሩ ተሰቂሉ ወይለ ብገንዘቡ ገይሩ ጃሕ ዝብል እንታይ ገደሰኩም ብገንዘቡ ገይርኩም ዘይትስቀሉ ሕልሚ ስልጣን ኮፍ ንኽብሉ ዝባንካ መሳልል ክጥቀሙሉ ጫምኦም ከይረስሕ እንግድዓኻ ረጊፆም ደው ኢሎም ኣለዉ።
እንዳጥፍኡላስ ንሓደ ፊገር ኣብ ላዕሊ ዘሎስ ጋርድ ንምንታይ ትገብርሉ ትብል

ኢትዮጵያ ዶ በበፂሕኩም በዓል ኪሮስ ሲ ሻዕብያ እንድሕር ኢሳያስ ተደልዎም ንበዓል ኪሮስ በዓል ኪሮስ ዘይኮኑ ቀንዲ ምስ ወያነ ዝሰርሑ ነበሩ እንታይ ንፈልጦም ንሕና ወያነ ገንዘብ ደቅና ይበልዕሉ እዚኣ ፍለጣ ገንዘብ ደቅና እዮም ዝበልዑ ዘለዉ ኣይሰርሑ ኣይወፍሩ ኣይነፍሩ ሰላም ጥዕና ሃበለይ ከመይ ኣለኹም ከመይ ትቐንዩ ክቡራትን ፍእትዋትን ተኸታተልቲ ሽደን ሪኣክትስ ዋን እንሆ ሎማዓንቲ እውን ከምቲ ልሙድ ሓዱሽ ቪድዮ ሒዘልኩም መፅየ ዘለኹ ሳብስክራይብ ምግባርኩም ኣይትረስዑ ክብለኩም እየ ዝደሊ እንድሕር ደኣ ነዚ ቻናል ነባራት ኮይንኩም ድማ ከምዚኦም ዝኣመሰሉ ሃነፅቲ ኮሜንታት ክትፅሕፉለ እየ ዝላበወኩም ማለት እዩ ብሕጋዊ እኮ ኢልወልኩ ኣብ ላዕሊ ርእየ ዘለኹ ሓደ ሓደ ግዘ መብዛሕትኡ ፀርፊ እንድዩ ብትርኢቶኻ ማለት እዩ ርእቶ ስለ ዝሃብካ ሓጉስ እየ ትርኢቶኻ ግን ትኽክለኛ ኣይኮነን ነንሓሳብ ብርጌድ ሓመዱ ናትናዮም ትብልዎም ነንሓሳብካ ኣይኮኑን ትብልዎም ማለት እዩ ደስ ይብል ዞም ደቀይ ኣጆኹም በርትዑ። ኣሰይ ኣሰይ። ኣብዚ እዩ በቃ እቲ ወግዒ ማለት እዩ። የቐኔለይ ክብሎም እየ ዝደሊ ኣቦ ቀሺ ማለት እዩ የቐኔለይ ጽቡቕ ስራሕ ኣሰይ ኣሰይ ኣሰይ ኣሰይ ኣሰይ ኤስሮመይ ኤስሮመይ ኤስሮም ረዘነ የቐኔለይ ክብሩን ፍትውን ሓው ማለት እዩ

እቲ መንእሰይ እንታይ ክበሃል ኣለዎ ሕጂ ኣቀባብላ ገይሩልካ ኣሰናንያ ገይሩልካ ምሳኻ ኣዕሊሉ ምሳኻ ውጒዑ ብዙሕ ነገር ተዛሪቡካ ኣሎ መምህር በየነ ማለት እዩ ብዙሕ ሓላፍነትን ሓደራን ከም ዘለካ ዘርኢ እዩ እቲ መንእሰይ እንታይ ኣዲስ ኣበባ በፂሑ ኣሎ ኦኬ ብዙሕ ነገር ክህሉ ይኽእል እዩ ጉድለት ሓንቲ ግን ኣረጋጊፅላ ፍርሒ ቀቲልዋ ኣዲስ ኣበባ ኸ ኣዲስ ኣበባ ከይዱሲ ፍርሒ እዩ ቀቲሉ ሎጂክ ምራ ኣሰራርሓ ዶ ኣቦ ወንበር ዶ ፈፃሚ ኣካል ዶ ግሎባል ዶ ገለ ጉድለት ክህሉ እዩ እወ ይሃሉ ይዕረ ከይዶም እታ ፍርሒ ቀቲሎማ ዝገርም እዩ ንኺድ እስከ
ሪሊ ኣብዚ ክህልውካ ደስ ዝብለኒ ንውፉይ ሰለስተ ግዜ ደው ኢለሉ በብዕለቱ ኩሉ ከማን ፅሒፍ ኣለኹ እዚ መታን ከይጋገለ ክዛረብ እህልድ ኣለኹ ፅሒፍ እየ ስነ ሓሳቡ ንዓይ ኣይነግረንን እዩ ንዓይ ኣየማኽረንን እዩ ኣነ ቀሊለ እየ ድየ ኦኬ ቀሊል ሰብ ገይሩኒ ኦኬ ኣብዚ ጥቃይ ኣለዉ ሰባት ከይድሎ ኢዱ ሂቡ ዝሰብ እዚ ወይ ንዓይ ንዒቑኒ ኣሎ ሓዊ ዝነዓቐ ከዓ ወዲ ሓትነይ ንዑቕ እዩ ኣይምሰልካ ጽቡቕ ብዝኾነ ናብዞም ናብዞም ኣባ ቀሺ ክንምለስ ኢና እታ ጽብቕቲ ምኽሪ ክመኽሩና ወይ ጸርፊ እዮም እኳ ልምቅነስ ዝዛረቡ ቀንዮም ኣብኡ ዝንዓቐ ንዕቑ እዩ ትብል ኣዘራረባ ናይ ዘርእሰኒ ኣነ ትክክል እያ ትመስለኒ ማለት ኣብ እሂን ምሂን ጉዳይ ብርጌድ ንሓመዱ ዝተርፎ ነገራት ከም ዘሎ ዝሕብር እዩ ብፍላይ ክልተ ሰባት ተባኢሶምሲ ድሓር ንጽባሓይትኡ ወጽዩ እቲ ሓደ ሰብ ንበይኑ ሓደ ኣጀንዳ እንተሳሱ ትሪኦ እቲ ሓደ ከኣ ብተመሳሳሊ እዚ ሕጂ እንታይ እዩ ዝሕብረልካ ምንዕዓቕ እንድሕር ደኣ ኣልዩ ኮይኑ ወይ ከኣ ኣመና ምፍላጥ ምንዕዓቕ እዩ ዝወልድ እቲ ምንዕዓቕ ድማ ብባህሪኡ ናይ ትዕቢት ቀዳማይ ንትዕቢትስ ቀዲሙ ዝኸይድ ነገር እዩ ስለዚ ኣብዚ ጉዳይ እዚ ኣነ ዝብሎ ማለት እዩ ከምዚ ክኸውን ኣይግብኦን ዝገርም እዩ ንኺድ እስከ ወሲ ኣቦ ቀሺ ዝመስሉ እቶም ፖለቲከኛታት እንታይ ይብልዎ ብኣየር ገይሩ ተሰቂሉ ወይለ ብገንዘቡ ገይሩ እጃ ሕዝብን እንታይ ግደሰኩም ገንዘብ ገይርኩም ዘይትስቀሉ ሓሙሽተ ሚእቲ ተኻሪዋ ዋላ ሓሙሽተ ሽሕ ዘይከውን ከይድኩም እሞ ዘይትካረዩ ድሕሪኡ ኣምፃ ኣቢሉ ኣብዚ ከዓ ሳሮን ዝብል ዘሎ ፀጉሩ ስርሒዎ የስርሓዮ እንታይ ምልከተኩም ኢልከ ዘይተስርሕ እሞ መሃጃ ኣነ ከኣ ጸጉረይ ከኣ ነዊሕ እለ ለንቅነ ንዓይ ከኣ ጽባሕ ከኣ ጸጉሪ ነዊሕ ክትብሉ ኢኹም ማለት እዩ መዝጌር ዝሃበኒ እንታይ ክትገብሩ ደልዮም እዚ መቀኝነትን ቡዳ መንፈስን እምበር ከምኡ ኣይበሃልን ክትረትዖ ጥራይ ዘለካ ክረትዑ ይበዓሉ ንመስለኒ ሽዑ እንታይ ገብሩ ምስ ከምዚኦም ሰባት እዚኦም ትሪእዎም ዘለኹም ገንዘብ ወሲድዋ ይኸላላ እዚ ዝወስዶ ገንዘብ ይብል እዚ ገንዘብ ሂብካዮ ከማን ኣብ ጅቡ የቐምጥኒ ክሪኦ ከለኹ ንሰብ ኮ በዘራርብ ሰብ ኮ ብንኡ ኮለይ ዝምዘን ህንካ እንተትብልዎ ዝበልዐ ይመስል እንድኻ ሪኡ ኩሉ ምሃቦ እዩ ዝብል ከምኡ ኣይኮነን ከምኡ ናይ ዓመጻ ባህሪ የብሉን። ኣበይ ፈሊጥኩሞ ሕጂ እባ ቀሺ ከኣ ሓነ እዛ ምድምዳም እንድያ ትምቸወኒ ናይ ሓበሻና ማለት እዩ ናይ ዓመጻ ባህሪ የብሉን ከምዚ ኣይተራእየን ገንዘብ እንድሕር ደኣ ኣዋጺኡ ዝኮነ ይኩን ሰብ ገንዘብና ኣብ ምንታይ ውዒሉ ንምንታይ ዕላማ ውዒሉ እንታይ እንታይ ተሰርሒሉ ኢሉ ምሕታት መሰል ኣለዎ በቃ እዚ እዩ ኣይሕተት ኣይክሰስ እዚ ሰይበልዕ ነታጥዑ እዩ ከምኡ ዝብሃል የለን ከምኡ ሎሚ እቲ ዕስራን ሓደን ክፍለ ዘመን ጥዕይ ኢልካ ትህቦ የለ ሕማቅ ኢልካ ትገድፎ ገለ ዝብሃል ነገር የለን እንታይ ኢኻ ብስርሑ እንዲ ዝምመ ከምቲ ዝበልኩሞ እባ ቀሺ ገንዘብ እንድሕር ዳ ኣዋጺኦም እቶም መናእሰይ ግን እቲ ቀዳማይ ዕላምኦም እቲ ገንዘብ ዘዋጽዎ ኣብ ምንታይ ከም ዝውዓለ ክፈልጡ እዩ ሶ ክሓቱ እንተኽኢሎም ገንዘብና እንተኢሎም ምናልባት ኣነዋሪ ኣይኮነን ብድፉኑ ግን እከለ በልዕ እዩ እከለ ይበልዕ ናብ ዝብል ጸለመ እንተተኣትዩ ግን ንሱ ከም ዝበልኩሞ ሕማቅ መንፈስ እዩ ኢለ ክገልጾ ማለት እዩ ሕቶታት ምሕታት ከምቲ ዝበልዎ ከዓ ሴንተር ናይ ሓደ ኣተሓሳስባ ሓደ ሰብ ከይከውን ምፅዓር ገለ ግን እዚ ንቕሓት ናይቶም መናእሰይ ምብሳሎም እዩ ዘርኢ እቶም መናእሰይ ምክንያቱ እቲ ሓደ ሰብ እንተሞይቱ ኩሉ ሰብ እዩ ክመውት ሓደ ካልኣይ ኣምባገነን ኮይኑ ማለት እዩ ከም እምኒ ኮይኑ ኣብ ኣይንቕነቕ ኣይንወ እንድሕር ደኣ ሓደ ሰብ ኣቕሚጥካዮ እሞ መወዳእቱ ኣይወርድን እንተይሉካ ባዕልኻ ዲክታተር ዓሚእ ሰሪሕኻ ለፊዕኻ ትሃንፅ ኣለኻ ማለት እዩ። ስለዚ በቲ ናይቶም መናእሰይ ባህሪ እውን እንተኸይድናዮ ሕቶታቶም ዝሓትሉ መንፈስ ክንርድኦ ዝግባእ ይመስለኒ በቐሺ ናብ ዓወት ካራ ክንቅፅል ኢና ዓወት
ጀምብላ ካብ ተኣሰረሉ ዋዜማ ውፉይ ብውሽጢ ውሽጢ ነዚ ብርጌድ ንሓመዱ ብፍላይ ናይ ጀርመን ኣብ ክልተ ክጋማማዕ ዝገበሮ ንጎን ምሸት እንተተቓለሰን ዝፀዓረን ሰብ ብሩህ መፃኢ እዚ ቅርጡ ዳኣ ትኾንኩም

ነዚ ብርጌድ ንሓመዱ ንክግብት ግን እንዳተጓየየ ስልጣን ከረክብ ኢና ርኢናዮ ሓቂ እዩ እዚ። ንግበሩሉ ካኣ ንዕቁና መዓት እዮም ዛቱ ክነግሮም ክንዕቁና ከም ሰብ ኣይሓስቡናን እዮም ኣታ ባዕ ከም ሰብ ንዓናሲ ሻዕብያስ ንዓይ ከም ሓንቲ ፖለቲከኛ ወይ ነዞም ዓይንኹም ትፈሱ እግርኹም ትስበሩ ዘለኹም ንበዓል ውፉይ ኢልኩምሲ ንዓኹምሲ ከም ሰብ ሓስብኹም ወይ ከም ጸላእቲ ሓስብኹም መሲልኩም ርሒቕኩም መሲልኩም ኢትዮጵያ በበጺሕኩም ምሽ ትመጹ ኣለኹም

ወዲኣትና ለማዓንቲ ከዓ መሪርዋ ይመስለኒ ኣዱ ብሌና ማለት እዩ ብዝኾነ ከም ሰብ ይሕሰቡና ኣይሕሰቡና ንናይ ባዕሉ ዝኾነ መንገዲ ኣለዎ ከም ሰብ ክሓስቡካ ይኽእሉ ዘይክሓስቡካ ይኽእሉ ናይ ሰብ ስራሕ ክትሰርሕ ግን ንቡር እዩ ማለት ሰብ ከም ሰብ ኣይሓሰበካን ፈጣር ግን ከም ሰብ ገይሩ እዩ ሰሪሕካ ኦረዲ ናይ ሰብ ኢኻ ትሰርሕ ከዓ ሕጂ ኣዱ የብዚኣ ዝተጋገኽያ ነገር ኩሉ እእጃሙ እዩ ዘወፊ እጃሙኾ ፍተሎ እቲ ኣብ ልምዓት ዝሰርሕ ኣብ ልምዓት እቲ ኣብ ምህንድስና ኣብ ሃንዳሲ ኮይኑ ዝሰርሕ ቀያሲ ኮይኑ ዝሰርሕ ኣብኡ ይዋፈር ኣብ ትሕተ ቅርፂ ዘሎ ንናይ ባዕሉ በቲ ዝተምሃሮ ፊልድ ዕቱብ ዝኾነ ውፅኢት ከምፅእ ተፈጢሩ ምሽ ሰብ በቃ ስለዚ መክሊት ኣለዎ ከምኡ እንተዝሰርሕ እዩ ሰብ ከዓ ዝዕወተሉ ኢለ ኣነ ዝግምት ማለት እዩ ብናተይ ወገን ከም ሰበይ ሓስቡንን እዮም ኢለ ኣነ ዝኾነ ነገር ክገድፍ የብለይን ትርጉም እዩ ስቅ ኢልኩም ኮለል ኣይትበሉ። ዝገርም እዩ ንኺድ እስከ ወላዲ ነፍሲ ወከፍ ብዝዓቕሙ ውላዱ ካባይ ጀሚርኩም ይምዓድ መሰደድኡ ይፍለጥ መንእሰይ እቶም ንረብሓ ዝኸድ ዘሎ ቀደም ተሰደዱ ሰብ ገበን እዮም ብኾኾም ብድቅሶም ከዓ ገንዘብ ደቅና ይበልዑ ኣለዉ እዚኣ ፍለጣ ገንዘብ ደቅና እዮም ዝበልዑ ዘለዉ ኣይሰርሑ ኣይወፍሩ ኣይነፍሩ ብኾኾም ኮይኖም እዚኣ ክንገብር ኢና ንሕና እዚኣ ክንሰርሕ ኢና ኣምፅኡ ጥራሕ እንዳበሉ ብኾፎም ይበልዑ ኣለዉ ገንዘብ ደቅና። ነዴኻ መቖነኒ ክትከልእ ፖለቲካ ድዩ? ንሓፍትኻ መኹሓሊ ክትከልእ፣ ንሓውኻ መፈስሒ ክትልእኸሉ፣ ነቦኻ መሕወሲ ክትከልእ ፖለቲካ ድዩ? ኣነ ዝብለካ ከምዚ እዩ እመነኒ ንስኻ እንታ ኣብ ማእከል ደናጉላ ዘለኻ ኣልማዝ ወዲ ሃገረይ እመነኒ እቲ ምስ ሃገርካ ዘራኽበካ ዕትብትኻ እዮም ብጎዲም ካራ ዝበትኩልካ ዘለዉ
ነቦኻ ምሕወሶ ክትከሎ የብልካን ክዝንጠሉ ሓውካ ክትልእኸሉሲ ኣለካ ክትገብር ኣለካ ኢሉ ክዛረብ እንተሎ ዳሕራይ ግን እቶም ንስኹም ትብዎም ዘለኹም ንስኹም ሸቂልኩም ገንዘብ ጅቦኦም ትመልእዎም ዘለኹም ሰባት ግን ወለዶም ወሲዶም የርእዩ ኣለዉ እዮም እዩ ዝብል ዘሎ ብካሊእ ኣባህላ እንታይ ማለት እዩ ትርጉሙ ወለድኻ ምርኣይ ከም ንቡር ገይረ ይቆፅረን እዩ ኣወል ስዒድ ወለዶም ወሲዶም እንተርእዮም ከም ሓደ ሓለፋ ወሲዶም ናብ ኢትዮጵያ ኹን ናብ ገለ ምፅኦም ድሕሪኦሞምስ ከም ሓደ ሓለፋ ገይሩ ይቆፅረሎም ማለት ኮ እዩ ብጣዕሚ ዝሕዝነካ ነገር ማለት ወለድኻ ምርኣይ ኣብ ውሽጢ ዓዲ ኣቲኻ ወለድኻ ምርኣይ ማንም ማንም ዝኽልክሎ የለን ካብ ዝገርመኩም ምፁ ንኣብነት ብዝሓለፈ ሰለስተ ዓመት ሙሉእ ትግራይ ኣብ ኢትዮጵያ ዓብዪ ንዓብዪ ረብሻ ገለ ነይሩ ኩሉ ኩናት ከም ዘለዎ ህልቂት እዩ በቃ ተፈፂሙ ምሽ ሕጂ ግን ሓደ ሰብ ኣትዩ ወለደይ ክርኢ እየ እንተ ኢሉ ኣንዳዕዲዑ ትራንስፖርት ገይሩ ተሳፊሩ ከይዱ ወለዱ ርኢ ይመጽእ። ንወለድኻ ኣይትሕግዝን ኢኻ ኣይትሕግዝን ኢኻ ትሕግዞም ዝግበእካ እባ ገለ ኢሉ ዘጓዕትየሉ ሰብ የብሉን ከም ቅርሹ ከም ጅቡኡ ከም ዓቕሙ ማለት እዩ። ዕትብቶም ኣይበተኹን ኣብ ናይ ሕልሚ ስልጣን ኮፍ ንኽብሉ ዝባንካ መሳልል ክጥቀሙሉ ጫምኦም ከይረስሕ እንግድዓኻ ረጊጾም ደው ኢሎም ኣለዉ ነጊፍካ ውርዶም። ቀትሪ እንዳጥፍኡልናስ ንሓደ ፊገር ኣብ ላዕሊ ዘሎስ ጋርድ ንምንታይ ትገብርሉ ትብል? ክልተ ሰለስተ ኣርባዕተ ጋርድ ከማን ክግበሮ ኣለዎ ኣይኮነን ኣብ ኣብ ኣሜሪካ ብለካ ኣለዎ ኣብ ሆላንድ ከማን ኣኼባ እንተልዩ ብዘይ ጋርድ ከማን ክወጽእ የብሉን እየ ዝብለካ ክንደይ ጸላእቲ እዮም ዘለዎም ጋሕ ክብልዎ ክእሉ እዮም ካብ ካብ ምስ ቀተልዎ ኡይ ኡይ ንብል ዋ፣ ንሕና ደናቑር ዲና ንሕና ብፖለቲካ ኮይና ን- ን- ዋ፣ ንቃለስ ኮይና ዘለና ንውፍይ ኣይኮነስ ብለካ ኣለኹ ወላ ንዓ ጋርድ ተገይሮምለይስ ጽቡቕ ብለካ ኣለኹ ኣብቲ ስግኣት ዘለዎ ቦታ ዋ፣ ሓደ ህይወት

ብጉልበታዊ ይኹን ብዝተፈላለየ መገዲ ኣብ ጎንኹም ኢና ክትቅፅልዎ ከዓ ኣላቦ ማለት እዩ እቲ ፍሉይነት ግን ኣብ መትከሉ ክኾን ኣሎ እቲ ፍሉይነት ናይ ደንበ ተቃውሞ ክመፅእ ንሕስ ናይ ዓመፅ ሲልካ በቃ ናይ ምንፃል ናይ ጉጅላዊ ካይዳ ናይ ዕስለ ኮምታት ክመፅን እዩ ብዕስለ በቃ ዓብላልነት ካረጋጊፅካ ንስኹም ውሕዳት ኢኹም ንስኹም ጥርጥር እንዳልኩም ትመፁ ንስኹም ክሳይ ኢኹም እንዳልካ ክሳይ ኮምታት ክመፅን እዩ ሕጂ ተብዚ ዝረእ ዘሎ ፍሉይነት ግን። እቲ ፍሉይነት ፍሉይ እንድዩ ዝገብረካ ግን ክትፈለ እዩ ዝገብረካ ኣነ ከም ዝርድእኒ ሓወይ ናተይ መንእሰይ እንዲኻ ብጣዕሚ ኣበርክቶ ዘለካ ኣብቲ ቃልሲ ግደ ምስ ዘለዎም ሰባት ውን ኢኻ ትዛረብ ዘለኻ ከም በዓል ዓወት ካራ ብዙሕ ዝለፍዑ ብዙሕ ዝደኸሙ እዮም ሶ ኣነ ሓንቲ ነገር ዝመኽረካ ፍሉይነት ናይ ባዕሉ ባህሪ ዩኒክ ምዃን ወይ ከዓ ብካልኦት ሰባት ከም ካልኦት ኮይንካ ዘይምዃን እዩ ሓደ ሓደ ግዜ ግን ፍሉይነት ታይ እዩ ዝገብር መሲልካ ሕማቅ እዩ ግዳይ እዩ ዝገብረካ የጥቅዐካ ዝያዳ ክትወጽእ የብልካን ብስላ ወለድና እየ ነግረካ ዘለኩ ካብ ሃገር እያ ትነውሕ መሸላስ ወይን ዑፍ ወይን ወንጭፍ እዮም ዝብሉካ ኣብቲ ናይ ሎምዓንቲ ዝረኣኩሞ ቪድዮ ኩሉ ንናብጽሓሉ ገለ እንድዩ ዝጎትት ዘሎ ንውፉይ ንምንታይ ጋርድ ትገብርሉ ዝብሉ ኣለዉ ጽቡቅ ገይርና ንቀበሎ ክሕልዎ እንድዩ ዝግባእ ደኣ ዝብሉ ኣለዉ ከልብን ካባን ኩርኩርን ግዛዕ እንዳሓዝካ ምካድ እዚ ኣምባገነንነት ወይ ከኣ ዲክታተርሽፕ እዩ ዝወልድ ዝብሉ ኣለዉ ነናይ ባዓሎም ሓሳብ እዩ ሪኢቶኩም ኣንብሩ ልዋም ቅነ ክኮነልኩም እየ ዝምነ ቻው ክብለኩም እደሊ ዳሕና ቀንዩታ።
Woodlight ዳሕና ሕደሩታ ኣሕዋተይ ማለቱ እዩ።